ኢትዮጵያ ብስም ሉኣላዊ ተባፃሕነት ናብ ገማግም ባሕሪ ኣብ ትሕቲ ዝብል ምስምስ ኣብ ሰፋሕቲ ዲፕሎማሲያውን ወታሃደራውን ታህዲዳት ኣንፃር ኤርትራ ተፀሚዳ ምህላዋ ዝፍለጥ ኮይኑ እዚ ሕልሚ ኪንዮ ምውዕዋዕ ናብ ጭቡጥ ተፃብኦ ተሰጋጊሩ ምህላዉ ክጥቀስ ፀኒሑ ዩ። መንግስቲ ኢትዮጵያ ኣንፃር ኤርትራ ሓያሎ ወቐሳታት ምቕፃሉ እንከይኣክል ብስም ምእታው ሰራዊት ኤርትራ ኣብ ውሽጢ ዶብ ኢትዮጵያ ኣመሳሚሱ ብምፍርራሕ ዝተጎብኣ ክልተ ደብዳቤ ናብ ኣህጉራዊ ማሕበረሰብ ሓደ ዲፕሎማስያዊ መልእኽቲ ድማ ናብ ኤርትራ ምልኣኹ ኣይርሳዕን። ምስዚ ብምትእስሳር ድማ ካብ ጠቕላላ ወተሃደራዊ ዓቕምታት እታ ሃገር እቲ ዝበዝሐ ክፋል ናብ ሰሜናዊ ዶባት እታ ሃገር ብቐንዱ ድማ ናብ ዶብ ክልል ትግራይን ሰሜናዊ ምብራቕ ኢትዮጵያን የጸግዕ ምህላዉ ቀዳማይ ሚኒስተር ናይዚ ሰልፊ ዝርከቦም ብርክት ዝበሉ ሰበስልጣን እታ ሃገር ብቓላቶም ኣረጋጊጾም'ዮም። ነዚ ተኸቲሉ ሕጂ ከኣ ኣንጻር ኤርትራ ዘነጻጸረ ተንኳዪ ወተሃደራዊ ወፍርታት ምቕጻሉ፣ ኣብ መንጎ ክልቲኤን ሃገራት ብምስምስ ምዕራግ ምትፍናን ሓድሽ ጂኦፖለቲካዊ ድራማ ክፈጥር ክቱር ጻዕርታት የካይድ ምህላዉ ኤርትራ ከሲሳ። ኣቐድም ኣቢሉ ብ ሸውዓተ ለካቲት ክልተ ሽሕን ዕስራን ሽዱሽተን ብሚኒስትሪ ጉዳያት ወጻኢ ኢትዮጵያ ኣብ መሳኹቲ ማሕበራዊ መራኸቢታት፣ ዝተዘርግሐ ደብዳበ ከም ዘነጽሮ፣ ኤርትራ ሰራዊታ ካብ መሬት ኢትዮጵያ ኣብ ዘይሰሓበትሉ፣ እዚ ብሰልፊ ብልጽግና ዝምራሕ መንግስቲ ኢትዮጵያ ኣንጻር ኤርትራ ተመጣጣኒ ስጉምትታት ክወስድ ምዃኑ ሓቢሩ'ዩ። ሰበ ስልጣን ብልጽግና ነቲ ብሰፊሕ ግንባራት ናብ ልኡላውነት ኤርትራ ኣነጻጺሮም ዘካይድዎ ዘለዉ ዘይሕጋዊ ተግባራት ዝኾነነ መንግስቲ ኤርትራ፣ ንኤርትራ ብምቱኽታኹን ብምግሃስ ልኡላውነትን ብምኽሳስ፣ ከም ወትሩ ንሓቂ ግዳይ ብምግባር ንዘቤታዊ ጸገማት ህዝቢ ኢትዮጵያ ናብ ግዳም ክቕልብስዎ ይሰርሑ ምህላዎም ወቒሱ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ብ ዕስራን ክልተን ለካቲት ኣብ ክልል ሲዳማ ከተማ ሃዋሳ ንመበል ሱሳን ሓሙሽተን ዓመት ኣብ ዝተባዕለ እዚ ፍሉይ ስርሒታት ብኣካል ተረኺቡ ኣብ ዘስመዖ መደረ ኢትዮጵያ ንወተሃደራዊ ዓቕማ ካብ ልምምድ ምድሪ ናብ ልምምድ ባሕሪ ከምዘሰጋገረቶን ካብ ሶማልያ ክሳብ ወደብ ምጽዋዕ ዝዝርጋሕ ዞባዊ ገማግም ባሕሪ ዝሕሉ ፍሉይ እዝ መልሚላ ምህላዋን ሓቢሩ'ዩ። ንሱ መግለጺኡ፣ ኢትዮጵያ ብድሮን ገይሩ ዕርድታት ጸላኢ ክድምስስ ዝበቅዕ ፍሉይ ሓይሊ ሃኒጻ ምህላዋ ገሊጹ'ዩ። ሚኒስትር ዜና የማነ ገብረመስቀል ኣብ ዝሃቦ ግብረ መልሲ፣ እቲ ቀዳማይ ሚኒስተር ኢትዮጵያ ዝሃቦ መግለጺ መርዛምን ቶኽታኹን'ዩ ክብል ገሊጹዎ።

ጸጥታ ቀይሕ ባሕሪ ናይ ምውሓስ ሓላፍነትን ጉዳይን ናይተን ኣብ ወሰናስኑ ዘለዋ ሃገራት'ዩ ክብል ዝሓበረ ሚኒስተር የማነ፣ ሰልፊ ብልጽግና ንዞባዊ ዕግርግርን ዞባዊ መጋባርያነትን ኣንቂዱ ይሰርሕ ምህላዉ ገሊጹ። ውግእ ኢትዮጵያ ካብቲ ክምጻእ ይምኩሩ ለዘሎ ከለኹ እንታይ ይመስለካ ኣብ ጽምዶ ንፋስ ክኣቱ ሓደ ሓልዩኩ ኣይኮነን ግን ንመወዳእታኡ እንድሕር ሉኣላውነትና ክነረጋግጽ እንዲና ንደሊ ሓቂ ተጋሩ ኣብዚ ሕዚ ግዜሲ ናይ ትግራይ ሉኣላውነት ተመዛበልቲ ክምለሱ እንድሕር ከምኡ ዓይነት ኦፈር ቀሪቡልናሲ እንታይ ገደሰና ናይ ማት ናዕዲ እንከላኸለሉ ጉዳይ። ምስ እታ ትወሃብ ዘላ መልሲ እውን እኮ ክንሳ እኮ እያ ትበሃል ዘላ እንታይ ድኣ ትወሃብ ዘላ እታ መሬትና ሃበና ኣባኻትኩም ኮይና ማዕናጥኩም ኮይና ንካሊእ ክወግእ እየ ትበል እዚ ህዝቢ እዚ ካሊእ ውግእ ክፃወር ክፃወር ይኽእልኒ ይበሃል ኣሎ ውግእ ምፅያፍ ማለት እዚ እዩ መስለኒ መን የጉርዕ ኣለዉ ያኡይ መን ይብሉ ኣለው መን እዮም ያኡይ ዝብሉ ዘለው ናይ ኣብይ ተጋሩ ፀረ ውግኢና ፀረ ኣብዚ እኒሄው ኩኛ ደለይቲ ድዩ ዘይብሉ ኣለው ሓቀይ ውግእ ይተምፀልና መሬትና ጥራሕ ሃበና እዚኣ ኢና ጠይቕና ካብ ይብልዎ ኣለው ሓቀይ ተምር ትግራይ ዘለው እዚኣ ራይት ወዶ እታ ትብላ ዘለካ እዮም ዝብሉ ዘለው ዝብልዎ ዘለው ድሕሪ መጋረጃ ዝልካ ኣሎ ንስኸ እንታይ ይብሉ ኣሎ እታ ጭንቀት እንድሕርቲ ናይ ህልውና ሓደጋ ዘሎ እንድሕር ሓቢሩ ሕቑኡ ከም ዝጉዘ ይፈልጥ እዩ እታ ጨኒቓቱ ዘላ እታ ውርደት ኣይቅበላን ስነልቡንኡ ፌለር ብጣዕሚ ዝፈርሕ ሰብኣይ እዩ ብውልቂየ ዝለካ ኣለኩ ፌለር ደስ ዝብሎ ሰብ የለን ንኡ ግን እታ ዝከፍእት ፔን እያ ከም ሰብ ፌለር ዘፍርሖ ሰብ እዩ ተረዲካ እንዶ እታ ትእዛዝ ናይ ኣቡዳቢ ከዓ እኒሃ ቀጣን ትእዛዝ ማለት ወላዕ እያ ዳይቨርቲ ገበርቲ ኣተንሽን ካብ ናይ ኣርኤስኤፍ ናብዚ ዳይቨርቲ ገበር ትብል ትእዛዝ እኒሃ ሰብ ብዙሕ ሰብ ዘየማዕድዋ ዘለ ዝለካ ኣሎ ብድሕሪት ቀጢን ትእዛዝ ዘላ ኣሜሪካ እውን እዮካ ክትብሎ ህዝብ ማኖ እስራኤል እውን ህዚ ክትመፅያ ቱርኮ ጠንቂቃቶ ሳውደ ጠንቂቃቶ ከይዳ ተረዲኻ እንዶ ሕዚ ከዓ ኣዮኻ ክትብሎ ትመፅእ ኣላ ናይ ናሽናል ኢንተረስታ ጉዳይ ኮይኑ እስራኤል ማለት እዩ ስለዚ እንታይ እየ ክብለካ ደልየ እቲ ናይ ፅምዶ ክስታይ ሰለስተ ግዜ ናይ ኣብዪ ውግእ ክኸፍት መኪሩ ንድሕሪት መሊስዎ እዩ ሕዚ ከዓ ከም ኣባኸወራ ዕኒኒኒ ይብሎ እዚ ኩሉ ጋዕገልጠ ምስ ኣምፀ ረዲኻኖ ቀጢን ትእዛዝ ኣሎ ካብ ናይ ኢምረትስ እቲ ናይ ኢትዮጵያ ህዝቢ ከምቲ ኩላትና ንዕዘቦ ዘለና ኣንፃር ብልፅግና እዩ። ናይ ኣብይ ኣሕመድ ዕድመ እንዳሓፀረ ትኸይድ ዘላ እያ ትመስል ዘላ ምናልባሽ ምናልባሽ ቦቲ ሕዚ ዝኸዶ ዝኒሀ እንተኸይዱ ምግማት ይከኣል ይኸውን ኣበይ እዮም ክዓልቡ እዞም ሰባት እዚኦም ዝብል ኣዲስ ኣበባ ቀውጢ ተፈጢሩ ኣሎ ሕዚ እቲ ርእስና እውን ንሱ እዩ ዝብል ነገር ግን ፈኸረኦም እውን ክንሪኦ ኢና ፈኸራ ኣብይ ኣሕመድን መልሲ ናይ ሕወሓትን ኣብ መንጎ ትንክፍ እንዳበልናዮ ክንከድ ኢና ኣብዚ እዩ እቲ ናይ ኣዲስ ኣበባ ብግልፂ ንምቕማጥ እቲ ውጥረት ብሰለስተ በርባዕተ ኩርናዕ እዩ ብሰለስተ በርባዕተ ወገን እዩ እቲ ናይ ኣዲስ ኣበባ ሓያል ውጥረት ሓያል ጭንቀት ኣትዩ ዝኒሀ ቀዳማይ ናይ ሶማሊላንድ ባንዴራ ሱቲ ዝዓበየ ማለት እዩ ናይ ሶማሊላንድ ባንዴራ ድንገት መን ከም ዝሰቀላ ዘይትፍለጥ ናይ ሕብረት ኣፍሪካ ኣኼባ ኣሎ እዩ ኣብ ኣዲስ ኣበባ ከም ትፈልጥዎ መራሕቲ ናይ ኣፍሪካ ሃገራት ይመፁ ኣለዉ ናይዘን ኣፍሪካ ሃገራት ባንዴራ ይስቀል ኣሎ ናይ ሶማሊላንድ እውን ተሰቂላ ኣጋጣሚ ቀዲሞም ዝረኣዩ ቆብ ኣቢሎማ ማለት እዩ። ከምዛ ትሪእዋ ዘለኹም ናይ ሶማሊላንድ ባንዴራ ተሰቂላ ኦረዲ ቆብ ኣቢሎማ ግን ብፐርፐዝ እዩ ተሰቂሉ ኢለ እንድየ ዝኣምን ኣነ ብዕላማ እዮም ሰቂሎሞ ኢለ እየ ዝኣምን ብዕላማ ንምንታይ ዝብል ብደንብ ከቕምጠልኩም እየ ናይ ባዕለይ ንኢትዮጵያ ከምፀላ ዝኽእል ሓደጋ ግን ክንግምቶ ካብ እንኽእል ንላዕሊ እዩ። ሕዚ ምስ ናይ ካልኦት ኣፍሪካ ሃገራት ኢና ሰቒልናዮ ክብሎ ኣይኽእሉን። ሃገር ድዩ ኣይኮነትን ዝብል ምስ ሶማልያ ምስ ናይ ሶማልያ መራሒ ቅድሚ ክልተ ሰሙን ኣብ ክልል ሶማልያ ናይ ጅቡትን ናይ ሶማልያን መራሕቲ ሒዙ ኢዱ ከምዚ እናበለ ኣብ ማእኸል ከተማ ጅግጅጋ ይዘውር ከም ዝነበረ ርኢኹሞ ኢኹም። ቃል ብቃል እውን ባዕሎም ተዛረብዎ ብዲፕሎማሲ ደረጃ ሶማሊያን ጅቡትን ክሕግዙና እዮም ኢሎም ናይ ኢትዮጵያ ዲፕሎማሲ ኣብ ኢድ ሶማሊያን ኣብ ኢድ ጅቡትን ኣውዲቆሞ ምኳኖም ብተግባር ነጊሮሙና ሕዚ ሶማሊያውያን ኡይ ይብሉ ኣለው ረኣይዎ ኢኹም ናይ መቃድሾ ኣክቲቪስታት ናይ ሶማሊያ ኣክቲቪስታት ናይ ሶማሊያ ሚድያታት ናይ ሶማሊ ላንድ ባንዴራ ከመይ ጌሮም ኣብ ናይ ኣፍሪካ ሕብረት መቀመጢት ዝኮነት ካፒታል ዝኮነት ኣዲስ ኣበባ ይስቀል ሃገርነት ናይ ኣፍሪካ ሕብረት እውን ከም ሕብረት ተቃዊምዎ እንዳሃለወ ናይ ኣፍሪካ ሃገራት ከም ብግሊ እውን ተቃዊሞንኦ እንዳሃለዋ ሶማሊያ እውን ኣካል ኣፍሪካ ሕብረት ኮይና እንዳሃለወት ንሶማሊላንድ ይግባኣ ደይግባኣን ኣይኮነን እቲ ዘረባይ ሕዚ እቲ ባንዴራ ምስቃል ከመይ ዝበለ ጸገም ከምጻሎም ከም ዝኽእል ኣብ ዲፕሎማ። ሓልፍ ሓሊፉ ኣብዚ ከምዚ ዝበለ ዘመናዊ ግዜ ዋላ ካብ ጎራውቱ ከይተረፈ በደል ተፈጺምዎ እዩ ህዝቢ ትግራይ ግን በደል ተፈጺምዎ ካዓ ነዞም ዝበደሉኻ ስንዓ ደቀጣቅጠና እንትባሃል ተሎ ካዓ ኣይ ኣይዕደምን በደልስ ብበደል ማዓዝ ዝሕል ኮይኑ እዙይስ ካሊእ ሓዱሽ ጥፍኣት ክፈጥር ተዘይኮይኑሲ መሓዝ ዝጠቅም ኮይኑ። ከኣምሓራ ዝተፈጠሩ ሊሂቃን ክሳሓቱ ይኽእሉ እዮም ኣብ ዝኾነ እዋን ተሳሒቶም እዮም ግን ንሱ ንሕጊ ንፍትሒ ንዕርቂ ንምክሓስ ገዲፍካዮ ኢኻ ትኸይድ ንቅድሚት እዩ ምኻድ ዘዋጽእ ኣብ ኤርትራ ዝተፈጠረ ዝኾነ ነገር ከምኡ ክፍጥር እዚ በቃ ኦሬድ ሓደ ግዜ ዝተፈጸመ እዩ ብሕጊ ክትክሕዶ ኣይትኽእልን ክተናእሶ ኣይትኽእልን ነቲ